በሎም ነጆ ኣንታ ናበይ ኢኻ ጸፋዕ ጸፋዕ ትብል ንዓ እንዶ በዚ። ኣንታ እታ ፌሊጠ ኹሉ እንድዩ ተዋጃቢሩኒ ሕውስውስውስውስውስ ኢሉኒ እንታ። ዋዋዋዋዋዋዋዋዋዋ
ኣቤት ኣቤት ኣቤት ኣቤት ኣቤት ኣሃሊለን ቅዱስ ኣታ ታይ ዝበለ ህዝቢ እዩ እዚ ዋዕ ታይ ፈሊጠ ፀጉሪ ርእሲ ስንር እለና እምበሪ ብዕናይ ቀዲምና ሓሊፉ እንታ ታይ ፈሊጠ
እዋይ እዋይ እዋይ ኢለካ እኳ እዩ ናይ ህዝጊ ናይ ህዝጊ ኢለካ እያ ግን ኣይሰምዕን ኢኻ የሕፊርካና የሕፍርካ መንእሰይ ንመንእሰይ ዝመልኦ ጎልጎል ክተምጽኣኒ ከመይ የእጋሪ ሰበረ ወደይ ብጀካይን ብጀካኻንሲ እስከ ሕጂ መን ኣሎ ኣረጊት ቋንቋን ሰብኣይ እወ ተዛረብ ኦሆ ከምዚኣ ኢልካ ኣይትቕነን እያ ብሃበሎ መሓቅኻ ኣይትቕነን ኢኻ ወይ ትቕነን? ኣንታ ከመይ ዝበለዋ ጎበዝ ንጉ ንዓቕርብ ቀርብ ምቕረብ ከምዚኣ ኢልካ ኣይትቕነን እያ ብውሕዱ ሽምና ንቐይር ሓዘኒ ኢብ ሃቦረ። ግርም እወ። ናይዝጊ ኢልካ ከይትጽውዐኒ። ታይ ኢለ ደኣ ክጽውዓካ?
መሮን ኢልካ ትጽውዐኒ።
መሮን? እወ ንዓኻ ከኣ ዕንዱ ክብለካ። ኣይደልን! ታይ ደ? ኣይደልን!
ንዓይ ከኣ እንታይ ኢልካ ትጽውዓኒ መሲልካ? ተማስ በለኒ። ተማስ? ተማስ እወ። እዚኣስ ናብ ተውሳስ ዶ ቀሪባ? ትረፈና ሸሽም ናሕሸና። ይሓይሽ ሸሽም ይሓይሽ።
ናሕሸና። ተማስ መሮን ኢልካ ከ እንታይ ኣምጾ? እወ ስማዕ፣ ደሓር ከኣ ሽምግልናኻ ኣይትእመነሉ። እንታይ ዶ በሊዕናሉ ኢና ኢብ ሃቦሎን? ኦ!
ምብላዕስ በሊዕናላ ኢና። ዓልቆ ብላዕ። ኣልቆ ብላዕ እስኪ እስኪ እስኪ ርኣ እንታይ እንታይ እንታይ ንእስነት እንታይ ርኢናሉ ዘይ ዘይንኣስና ዘይ እንታይ ርኢናሉ ኤእ ርኢናሉ ኢና ናይዝጊ እንታይ ርኢናሉ ርኢናሉ ኢና ኣመስግንካ ዋ ስማዕ እንዶ መን ይኸ ንምዃኑ መን እዩ ንምዃኑ ሲ ካብ ኣርብዓ ንታሕቲ ጎበዝ ካብኡ ንንየው ሽማግሌ ኢሉ ከም ግራት ሓፁር ዝገበረሉስ መን እዩ ንሱስ ሓቅኻ ሓቅኻ ናይ እምበርከ እምበርከ እስክረ እስክረ ንሕሰብ እስኪ ካብ ሓምሳ እዛ ናብ ሱሳ ዘለዋ ዓሰርተ ዓመታትሲ ኣይቁልቁለትን ድየን እንታይ ርኢና ኣለና ሸታሕታሕ! ሸታሕታሕ ኢለን ድየን ወ- ዝኸዳ እ፣ እንታይ እዩ መንእሰያት ኢና ዋ፣ መንእሰያት መንእሰያት ኢና መንእሰያት ስማዕ እምበር። እስኪ ናይ ምሽያብ ሕቶ እንተኮይኑ ናይ ዕድል እዩ ወ በቃ እንታይ ትኽበል ርኢና ንሕና ድኣ ትኽበል መንእሰያት ኣፍ ልቢ ንፋሕ ትኽ ከዓ በል እንታይ ኢኻ ጎበጥበጥ ትብል ኖ ብሃቦ ኖ ጆሃ ጆሃ ኣቦ እንታይ ክትገብሩ ደኣ መጺኹም ደቅኹም ክትሪኡ ኣይባሉን ተምሃረና ዝሓፍተይ እንታይ ደኣ ተጽንዑ ሕርሻ ሕርሻ እዛ ሕርሻ በቃ ንስኹም ከቦ ህንፃ ህንፃ እምበር ካልእ ደኣ እንታይ ኢኺ ብይፅይፅ ትብሊ ፃዕቂ ስራሕ ይጠውሊግና እምበር ኣይ መንእሰያት እንዲና ኣንታ ጠርጢርሃና ዶ ትኾ እስኻ ጠርጢርካና ኣይትቕረብ ከምዚኦም ቅርብ ክብልኻ ቆልዑስ ኣይትቕረብ እናተፈለጥካ እንታይ ኢኻ ኮንካ እንተ ኣንታ እዛ ሳዋሲ ከተማ በያ ትቐይራ እንታ ነስመራሲ ቀሪባታ እንታይ ተሪፍዋ ኣታ ክንደይ ወልደፍደፍ ክትብል ኢኻ እንታ ነስመራኻሲ ክትቀርባ ወረ ብገለሲ ሓሊፋታ ኣላ መስለኒ ኡይ ኣቢልካ እንዲኻ ኣነ እኮ ምስ ዑቡድ ምምጸኢ ይገድድ ኣንታ ታይ ደስሕቀካ ንዓሚ ቅርብ ቅርብ ቅርብ ቅርብ ቅርብ ሃበሉ ስማዕ እስኪ ብምንታይ ከም ትበልጽ ዶ ክነግረካ እወ እስከ ስማዕ ወርሒ መጸት ማዕጾኻ እናኸሓቑሐ ቢል ናይ ልችን ናይ ማይን ዝድርቤልካ ኣሎ እዚ ኢልዎ ስማዕ እስኪ ነግራም ከምቲ ጎረቤትካ በዓል ገዛ ወርሒ መጸት ገምገም እናበለ ማዕጾ ክሳብ ዝስበር ናይ ገዛ ክራይ ክፈል ዝብለካ ኣሎ እዚ የልቦን እንታይ ደኣ ሞሱቕ ኢልካ ተዕወጅውጅ መን እየ እንታ ዝርኢ ዘለኹ እንታ ዓይነይ ድዩ ዋላ ታፍላ መስል ኣንታ ተሎኺኽካ ዲኻ ኣንታ እቲ እዝንኻ መርገጺ ዲኻ ትጥቀመሉ ታፍላ ድዩ እብለካ ኣለኹ እነሀለ መጽእ ንፍቕ እንድየ ቢለካ ኣታ ኣቦ። ኣንተይ እለን ጓለይ ኣነኸ በዛ ዓይነይ ክትወጺ በዛ ዓይነይ ክትወጺ። እሞ ደኣ እዚ ኩሉ መንገድ ደኣ ከመይ ጌርካ ከኢልካዮ። ዋእ ካብዚ ዝዓቢ ውራይ ዶ እንታይ ኣለኒ ተሓጉሸ እንድየ ተሓጉሸ እኮ እየ።

ኪድ ደኣ ኪድ ኪድ ኪድ እንዶ እታ ኣፍላ ጓል ካብ ፋኑ ኣይ ኪድ ኪድ ደኣ ወ እ፣ ክንደይ እየ ክምፅእ ክዛ ጓለይ ክንደይ ንስኺ ምፅእ ክዛ ጓለይ ሙሉ ስኺ ኣምፅኤ ፎር ኤክስ ኣምፅኤ ዝበሃል ፎር የብላ እ፣ ፎር ኣምፅኤ ፎር ኤክስ ፎር ን- የለን ፎር ንፎር ጌርክያ ወ ግርም እዛ ጓለይ ኣንበሲት ፎርኖ ድያ ትብል ደላ እታ ዝበል ኤክስ የብላ ታገለ በላ ሒዘ ፋኑ እየ እየ መፅኤ ክመፅእ። ኪድ ደኣ ኪድ እ፣ ናይ ተስፋ ይወድኻ ግን ደሓን ደሓን ኪድ ደኣ እንታይ ኢልካ ኢኻ ብዛዕባ ሰብ ሒዝና እናዕለልና ብዛዕባ ቅጭን ጓልካስ ብዛዕባ ጎዱፍ ኣይነዕልልና ኪድ ደኣ ፋንዋ ደሓን ደሓር ትነግረኒ እ፣ ደሓን ኪድ ደኣ ኪድ ክጎድኣኒ እኮ ይደልዩ ክጎድኣኒ ኣይኮነይ ከምኡ ይትበል እንዶ እንታይ ኮንካ ኢኻ እንተ ጓሉን ፎሩን ሒዙ ዘይከይድ እንታይ ኣምጽኦ ብዛዕባ ተስፋይ ምልዓል። እሞ ወድኻ ኣብዚ ሳዋ መጺኡ ፎር ምምጻእ ድዩ ስኢኑ። ኣኻበይ ኣምጺኡ ከምጽእ ፎር ኣብ ገዛ ኮይኑ ደኣ ፎሮፎር የርግፈለይ ኣሎ እምበሪ። ድሓን ድሓን ጽባሕ ንግሆ ከኹርዓካ እንዲ ኣይ ከምኡ ኢሉ ዶ ይነብር ኢልካ ሕጂ ብጮ ተርምሪር ኢኻ ንሱ ከኣኒ ፎር ከምጸልካ እዩ ድሓን ወይ ማሕበር ወይ ማሕበር። ወይ ማሕበር። ወይ ማሕበር ግና ኣንታ ብሃብ በሎ ናትና ናይ ሽማግሌታትሲ ኣይ ናይ ማሕበር ኣለና እስክበል ብጀካ ተን ክልተስ እንታይ ማሕበር ኣለና ኣየኖት ከ ተን ክልተ ከ ኣየኖት ተን ክልተስ ኣለዋና ግደ ኣየኖት ታሓንቲ ታናትካ ናይ ማሕበር ዕቁብ ታናትካ ከ ታናተይ ከኣ እታ ማሕበር ሽኮር ኣይ ሰኔን ካልእ ደኣ እንታይ ኣሎ እታ ሕጂ ደሞ ዝዳንጋ ዝተነፍሐ መንእሰይ ኮይኑ ግደፍ ግደፍ ግደፍ ግደፍ ኮም እንዶ ይትበል ግደፍ ኣታ ዝጎባጥ ሕቆዶ ሕጂ ተሳሪሩ ሰጥ ኢሉ ብሃበሎም እየ ኣንታ ግደፍ እንደ ድለካ ድሎ
ኣንታ ሕጂ ደሞ ቆርበትና ስብስብ ኣቢልና ንድሕሪት ኣሲርና ኤልቢስ ተቐይርና ኢልካና ቀላ ቀላ ቀላ ቀላ ቀላ ናናይ ዳ ሰላም ኣቦ ማትያስ ሽመይ። ሰላም ዝወደይ ሰላም ከመይ ውዒልካ ኣቦ ሃብሃብ በሎም ይበሃል ኣነ ከዓ ናይዝ ግበሃል ናይ ዝግበሃል ጉድ ሪኹም ንሕና ካብ ወፃኢ ምዞም ብፆተይ ንዓኹም ኢና ናባኹም ክንሪኤኩም ኢና መፂና ሪኹም ከምዝናኩም ክዳን ደስ ይብለና ዋይ ግርም ግርም ግርም ዝወደይ ከምዚ ናትካ ስታይ ዶ በለና እዩ ወላ እንታይ ዶ በለና እዩ ሶ ጉድ ጉድ ሪኹም ሕጂ ንሕና ካብ ወፃኢ

ኣታ ገርናው ደኺምና ኢልኩም ዘይሰልቸኹም ሕረ ሕረ ደኺምና ኢልኩም ደኺምና ኢልኩም ዘይሰልቸኹም ፅዒርና ኢልኩም ዘይረብረብኩም ፅዕርና ኢልኩም ዘይረብረብኩም ንዓዲ ሓሶት ብጥውያ ምስ ኣውደቕኩም ንዓዲ ሓሶት ብጠውያ ምስ ኣውደቕኩም ርኢናዮ ፈረጥ ክብል ናብ ቅድሜኹም

ኩዳ ኩዳ ኩዳ ኩዳ ኩዳ ኣታ የጣቕዑ እንዲ ዝኽሉ ጎቦ ግጥም ኢልዋ ሰብ የጣቕዑ እንዲዮም ዘለዎ እዝንኻ ጸሚምካ እምበሪ ኣይንዛነን ኣይንዛነን ሓሳብና ከየስመርናስ ኣይንዛነን ኣይንዛነን ኣይንዛነን ግምጃ ከይሰለምናስ ኣይንዛነን ኣይንዛነን ኣይንዛነን ኤረይ ከይሰለምናስ ኣይንዛነን